ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑም ኩላኹም ተኸታተልትና ሼር ላይክ ብምግባር ክተተባብዑና ብኸብራ እናዓደምና ኣርእስተ ዜና እነሆ ሃገራዊ ድሕንነት ኤርትራ ብልጽግና ኣብ ልዕሊ ትግራይ ንዝጀመሮ ቅሉዕ ኲናት ዝወሰኖም ውሳነታትን ኣሰላልፋ ሓይልታቱን ብዝምልከት ምሽጥራዊ ሓበሬታ ኣቃሊዑ እቲ ድሕንነት ዘቃልዖ ምሽጥራዊ ሓበሬታ ብዝርዝር ክቐርብ እዮ። ስርዓት ብልጽግና ሎሚ ለይቲ እውን ኣብ ልዕሊ ትግራይ ደብዳብ ኣካይዱ ኣሎ። እቲ ደብዳብ ድሮን ኣብ ልዕሊ ትምህርቲ ቤት ዝተኻየደ ከም ዝኾነ ዝተረኸበ ሓበሬታ የረድእ። ብዝርዝር ናባኹም ክነብሎ ኢና። ስርዓት ብልፅግና ሙሉእ ህዝቢ ትግራይ እንተየፅነቶ ብህፁፅ ክእለ ከም ዘለዎ መግለፂ ምሁራን ተጋሩ ኣጠንቂቖም። እቲ መግለፂ ኣብይ ኣሕመድ ዝሓተተን ክልተ ሰሙናት እውን ሓደገኛን ፅንተት ህዝቢ ትግራይ ዘቀላጥፍን ክብል ኮኒኑ ኣሎ። ዋና ዋና ነጥብታት እቲ መግለፂ ክስዕብ እዮም። ኣብ ሰሜን ወሎ ኣርሚ ሰላሳን ሓደን ፍሉይ ዓወት ተመዝግብ ከም ዘላ ተሓቢሩ። ኣብይ ኣሕመድ ኣብ ልዕሊ ህዝቢ ትግራይን ትካላት ትግራይን ዝገብሮ ዘሎ ደብዳብ ሕነ ዝፈዲ ዘሎ ሰራዊት ትግራይ ኣብ ሰሜን ወሎ ዝገብሮ ዘሎ ፍሉይ ስርሒት ሒዝና ኣለና ክቐርብ እዮ። ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና። ክትከታተሉና ብኽብሮ ንዕድመኩም። ኣብይ ኣሕመድ ናብ ዕስራን ሓደን ክልተ ሽሕን ዓሰርተ ሸሞንተን ዓመተ ምህረት ዘውግሕ ለይቲ ኣርባዕተን ፈረቓን ሰዓታት ከባቢ ኣብ ልዕሊ ካልኣይ ብርኪ ቤት ትምህርቲ ግጀት ደብዳብ ድሮን ከም ዝፈጸመ ተሓቢራ ኣላ። እቲ ደብዳብ ድሮን ኣብ ዞባ ደቡብ ምብራቕ ትግራይ ከተማ ግጀት እትርከብ ካልኣይ ብርኪ ቤት ትምህርቲ ዝተፈጸመ እንትኾን እቲ ከባቢ ምንም ዓይነት ወተሃደራዊ ምንቅስቓስ ከም ዘይብሉ ካብቲ ቦታ ዝተረኸበ ሓበሬታ የረድእ። እዚ ነብሰ ወከፍ ትግራዋይን መሰረተ ልምዓት ትግራይን ታርጌት ብምግባር ጀኖሳይድ ኣብ ምፍፃም ዝርከብ ስርዓት ብልፅግና ላሚ እውን ከባቢ ሰዓት ኣርባዕተ ምሸት ብዘካየዶ ደብዳብ ድሮን ብሓገዝ ዝተረኸባ ኮምፒተራት ሓዊሱ ሓደ ብሎክ እቲ ትምህርት ቤት እውን ከም ዝተቓፀለ ተገሊፁ ኣሎ። ስርዓት ብልፅግና መዓልታዊ ደብዳባት እናካየደ ኣብ ልዕሊ ሰላማውያን ሰባት ሞትን መቑሰልትን ኢሉ እውን ዕንወት መሰረተ ልምዓትን የብፅሕ ከም ዘሎ ተሓቢሮም። ስለዚ ድማ እዚ ተስፋ ዝቖረጸ ስርዓት ካብ ዝገብሮ ዘሎ ዓይኒ የብለይ ስኒ የብለይ ዝዓይነቱ ደብዳብ ህዝቢ ትግራይ ባዕሉ ክከላኸል መጠንቀቕታ እናተወሃቦ ዝርከብ እንትኾኑ፣ ኣብይ ኣሕመድ ዘካይዶ ዘሎ ደብዳብ ኣካል እቲ ትግራይ ምፅናት ፕሮጀክት ዝብል ፕሮጀክቱ ከም ዝኾነ ምሁራት እናግልፅ ይርከቡ። እዚ ደብዳብ ድሮን ሲዕቡ ድማ ካብ ምሁራት ተጋሩ ህፁፅ መግለፂ ወፂ ኣሎ። ኣብይ ኣሕመድ ብኣባሳንጃ ኣቢሉ ንትግራይ ክልተ ሰሙን ዝሓተተ ኮይኑ እዚ ድማ ትግራይ ነፂልካ ንምውቃዕ ዝዓለመ ከቢድ ሽርሒ ምዃኑ እቲ ካብ ምሁራት ተጋሩ ተዋሂቡ ዘሎ መግለፂ ኣስሚሩላ ኣሎ። ዋና ነጥቢ እቲ መግለፂ ከምዚ ክብል ይገልፅ። ኣብይ ኣሕመድ ፈፂሙ ንሰላም ቅሩብ ኣይኮነን፣ ሕጂ እውን ምድብዳብ ኣያቋረፀን፣ እዚ ሰላም ረኣኾ ሞት ረኣኾ ዝኾነ ኣብይ ኣሕመድ ኣብተን ብኣባሳንጆ ኣቢሉ ዝሓተተን መዘናግዕቲ ክልተ ሰሙናት እውን ደብዳብ ኣየቋረጸን። ኣባሳንጆ ቅድሚ ምምጽኡ ዝጀመረ እንሆ ክሳብ ሕጂ ብዘይምቁራጽ በብመዓልቱ ህዝቢ ይድብደብን ንብረት ይዓኖን ኣሎ። መንግስቲ፣ ህዝብን ሰራዊትን ትግራይ ምእንተ ሰላም ኢሎ ብዙሕ ዋጋ ከፊሉን ይኸፍልን ኣሎ። እንተ እዚ ሓይሊ ጽንተት ግን ትግራይ ከየጥፋእኹ ኣይዓርፍን ኣብ ዝብል ጸረ ሰላም ቅዋሙ ጸኒዑ ህዝብናን ትካላትናን ይድብድብ ኣሎ። እዚ ብስም ሰላምን ድርድርን እናሸጠ ብቆርማም ሸርማም እናደብደበን ኩሎ መደያዊ ዕፅዋ ህዝቢ ብምድኻም ንምፅናት ዓሊሙ ዝሰርሕ ዘሎ ፀረ ሰብን ፀረ ሰላምን ልምዓትን ዝኾነ ሓይሊ ብልፅግና ብከምዚ እናታለለን እናሸቀጠን ክነብር ኣይግባኣን። ብሰንኪ ኣብይ ኣሕመድ ኣብ ትሕቲ ናይ ህልውና ሓደጋ ዝወደቑ ኣካላትን ህዝብታትን ሓቢሮም ክቃለስዎን ክኣልይዎን ይግባእ። ኩሉ ነገር ብሰላም ጽቡቕ ነይሩ ግን እዚ ሰላም እናበለ ምቕታልን ምድብዳብን እዩ ስርሑ ኮይኑ ዘሎ ሰላም ንሕና እምበር ንሱ ኣይደልን እዚ ደጋጊሙ ኣርእዩናን የርእየናን ኣሎ እዮ ስለዚ ትግራይ ምስ ዝኾነ ይኹን ኣንጻር እዚ ሓይሊ እዚ ዝቃለስ ኣካል ኮይና ኣንጻር ህልውናኣ ንዝተዓጠቐ ሓይሊ ካብ ምምካት ካሊእ መማረፂ የብላን ከምኡ ክኸውን ኣይደለየቶን ግን ዘይምዕዳል ኮይኑ እቲ ንግዚኡ ተዋሂብዋ ዘሎ ዕድል መማረፂን ንሱ ጥራሕ እዩ። ስርዓት ብልፅግና ከም ስርዓት ክሰዓር ብቕልጡፍ ክወድቕን ክእለን እዩ ዘለዎ። ካብዚ ንላዕሊ ስቓይና ኣብዚሑ ከይኸይድ ቶሎ ንምእላይ ዝሕግዝ ኩለ መደያዊ ተሳትፎን ስምረትን ይሓትት ክብል እቲ መግለፂ ምሁራን ተጋሩ ኣጠንቂቑ። እዚ ከምዚ ኢሉ እናሃለወ ሰራዊት ትግራይ ኣብ ሰሜን ወሎ ቁልፊ መስመራት ከም ዝተቖፃፀረ ተሓቢሩ። ሕጂ ዝተረኸበ ሰበር ዜና ከም ዝገለፆ ኣርሚ ሰላሳን ሓደን ምስ ፋኖ ብጥምረት ብትወስዶ ዘላ ስርሒት ድፍዓት ወረርቲ ብምምንዛዕ ቁልፊ መስመራት ከም ዝተቖፃፀረ ተገሊፁ። ሰራዊት ትግራይ ብዝተፈላለየ ኣንፈታት ናብ ግዝኣት ኣምሓራ ኣትዩ ከም ዝርከብ ዝገለፁ ፍልፍላትና እቲ ስርሒት ኣብ ልዕሊ ኣብ ድፋዕ ዓሪዱ ዝነበረ ሰራዊት ብልፅግናን መሻርኽቱን ዝተወሰደ መብረቓዊ ስርሒት ከም ዝኾነ ተገሊፁ ኣሎ። ዛጊድ ብዘሎ ሓበሬታ መሰረት ዝተቓፀላ ታንክታትን ድሩዓት መኻይንን ጥራሕ ዓሰርተ ክልተ ከምዝበፀሓን እቲ ውግእ ይቕፅል ከምዘሎን ካብቲ ግንባር ዝተረኸበ ትኩስ ሓበሬታ ገሊፁ ኣላ። ኣብ ወሎ ዝግበር ዘሎ ጥሙር ምጥቃዕት ሓይልታት ፋኖን ሰራዊት ትግራይን ስዒቡ ወረዳታት ሰሜን ወሎ ነፃ ይወፅኣ ከምዘለዋ ፍልፍላት ፋኖ ገሊፆም ኣለው። ፋኖን ሰራዊት ትግራይን ካብ ሓይልታት ጥምረት ውሽጢ ስጦም ቃል ኪዳን መስሪቶም ኣብ ምግስጋስ ዝርከቡ ሓይልታት እንትኾኑ ብልፅግና ድማ ኣብ መንጎ ሰራዊት ትግራይን ፋኖን ጎንፂ ንምፍጣር ምዕራብ ትግራይን ራያን ከም መፃወቲ ካርድታት ክጥቀመለን ተፅዕኖ ፈጠርቲ ዝበሃሉ ከምኒ ኣንዳርጋቸው ፅጌ ብሚሊዮናት ገዚኡ ስራሕ ጀሚሩ ከምዘሎ እዩ ዝግለፅ ዘሎ። እዚ ከምዚ ኢሉ እናሃለወ ሃገራዊ ድሕንነት ኤርትራ፣ ብልጽግና ኣብ ልዕሊ ትግራይ ንዝጀመሮ ቅሉዕ ኲናት ዝወሰኖም ውሳነታትን ኣሰላልፋ ሓይልታትን ብዝምልከት ምሽጥራዊ ሓበሬታ ኣቃሊዑ። እቲ ድሕንነት ዘቃልዖ ምሽጥራዊ ሓበሬታ ብልጽግና ከም ዝስዕብ ቀሪቡ ኣሎ። ኣዘዝቲ ሰራዊት ብልጽግና ኣብ ህጹጽ ኣኼባ ቀንዮም ኣለዉ። እዚ ብሃለቃ ስታፍ ኢታማጆር ብርሃኑ ጁላ ዝተመርሐ ህጹጽ ኣኼባ እዚ ንኣብ ባይታ ዘሎ ህልዊ ወተሃደራዊ ኩነታት ንምግምጋምን ሓድሽ ስትራቴጂ ንምሕንጻጽን ዓሊሙ ዝተኻየደ ኮይኑ፣ ኣብ ሰለስተ መሰረታውያን ነጥብታት ተዛትዩን ገምጊሙን ኣሎ። ቀዳማይ፣ ሓይልታት ጽምዶ ወይ ድማ ሓይልታት ጥምረት ካብ ምዕራብ ብዶባት ሱዳን፣ ካብ ሰሜን ብግንባር ራያ ኣላማጣ፣ ካብ ምብራቕ ድማ ብቡሬን ሚለን ሰፊሕ ምድላዋት ገይሮም ምህላዎም ገምጊሙ። ካልኣይ ኣብ ውሽጢ ክልል ኣምሓራ ዝካየድ ዘሎ ግጥም ሓይልታት ፋኖ ካብ ቅዲ ዱባይ ኩናት ወፂያም ኣብ ንጡፍ ናይ ጸረ መጥቃዕቲ ስትራቴጂ ምእታዎምን ካብ ትግራይን ኤርትራን ግብፅን ሰፊሕ ደገፍ ይግበረሎም ምህላውን ገምጊሞም። ኣብ ግንባር ራያ ኣላማጣ ጎቦታት ዞብል ዝተረኣየ ምንቅስቓስ ንሰራዊት ብልፅግና ኣብ ሙሉእ ከበባ ክእቱ ዝኽእል ኩነታት ምህላውን ኣሃዱታት ሰራዊት ትግራይ ብፍላይ ድማ ኣርሚ ሰላሳን ሓደን ንጡፍ ምንቅስቓስ ብምግባር ኣብ ልዕሊ ኣሃዱታት ፌደራል ከቢድ ሓደጋ ፈጢራ ምህላዋ ገምጊሙ። በዚ መሰረት ድማ ሰራዊት ብልፅግና ካብ ዝፀንሖ መስመራት ናብ ምክልኻል ዕርድታት ክስሕብ ወሲና ኣላ። ነዚ ስዒቡ ድማ ሰራዊት ብልፅግና ካብ ግንባር ራያ ኣላማጣ ወፂኡ ንከተማ ወልድያ ንቕድሚት ገዲፉ ኣብ ከባቢ መርሳ ዕርድታት ክሕዝ ወሲኑ ኣሎ። ንድሕሪት ኣብ ምንስሓብ ዝነበረ ሰራዊት ብልፅግና ፋኖ ኣብ ልዕሊ ሃንደበታዊ መጥቃዕቲ ብምኽፋት ነቲ መስመራቱ ሓዲጉ ንድሕሪት ዝስሕብ ዝነበረ ቃፍላይ ብምውቃዕ ኣብ ልዕሊኡ ሰፍ ዘይብል ኪሳራ ኣውሪድላ ኣሎ። ኣብዚ ስርሒት ኣብቲ ካልኣይ ውሳነ ስትራቴጂካዊ መስመር ሚልያ ከይዓፅዎ ዝሰግአ ብልፅግና ናብ ጭፍራ ስሒቡ ኣብ ጭፍራ ክዕርድ ወሲኑ ኣሎ። ብኻሊእ ወገን ድማ ሰራዊት ብልፅግና ድሕሪ ዘየዳግም ፅፍዒት ሸረሪና ብምዕራብ ኣቢሎ ናብ ትግራይ ንምእታው ዝነበረ ውጥን ገዲፉ ናብ መከላኸሊ ዕርድታት ክስሕብ ወሲና ኣሎ ክብል ሓድሽ ውሳነታትን ኣሰላልፋታትን ብልፅግና ኣቃሊዕዋ ኣሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም